ወዲ ዕስራን ሓደን ዓመት እተቐዝፈሉ መሪር ዳስ ሓዘን እዩ ማዕፆቲ ሓዘን ዝተዋደደሉ ኣደራሽ ቤተ ክርስትያን ደፊኤ ክኣቱ ካብ እግሪ ተኽሉ ክሳብታ ዝሓለፈላ መዓልቲ ንዝነበረ ህይወቱ ዘዘንቱ ኣሳእል ምስ ጎነፈኒ ጥራይ ፅቡቕ ኣይነበርኩን ኣብ እክብ ዝበለ ሰብ ፅቡ ኣይስማዓንን እዩ ኣብዚ ኣጋጣሚ እዚኣ ግን ልዕሊ ካልእ እዋን ወለድት መንእሰይ ክርእዮም ትብዓት ሰኣንኩ በቲ ካልእ እውን ኣቐዲመ ኣብቲ ቦታ በፂሐ ብምንባረይ ነጋይሽ ዝኸውን ሻህን ቡንን ንምድላው ብቐጥታ ናብ ክሽነ የምርሐ ከም ኣብ ብዙሕ ናይ ስራሕ ቦታታትን ኣብያተ ክርስትያናትን ጀርመን ኣብ ውሽጢ ደራሽ ቤተ ክርስትያን ዝፀንሓኒ ክሽነ ዘጋይሽ ኣይነበረን እንታይ ኣበይ ይርከብ ዝሕብር ጽሑፍ ኣብ ነፍሲ ወከፍ ተሳሓብን ከብሕን ስለ ዝነበረ ዝደለኹዎ ከይተጸገምኩ ረኺበ ሻህን ቡንን ኣብ ምድላውን ከለኹ ኣባለት ስድራ ቤት ተሓወሰትኒ ብዛዕባ እቲ ድንገት እናዕለልና እናሰራሕናን ኣብ መንጎ እውን ነቲ መዋቲ ዘዘኪርና እናበኸና ኣጋይሽ መንጋድ ቀጽልና በብሓደን ብእኩብን ብፀሓይ ውሒዙ ምስኡ ድማ መሪር ብኽያት ስድራ ቤትን ፍትውትን ሞት ውላድ መሪር እዩ ኣማውታ ኸኣ ዝመረረ ይገብሮ መስለኒ ክንዲ ሰብ ኣኽኢለ ኣብ ዳስ ሓዘን ካብ ዝተረኸብኩሎም ኣጋጣሚታት ከምዛ ሐዘን እዚኣ ፈታኒት ኣይነበረትን ኣዴታትና ኸዓ ዘገርማ ስነ ጥበበኛታት እየን መልቀስ ሓንቲ ደየ ንምሉእ ዛንታ መዋትን ዝምድና ኣምስኡን ባህርያቱን ዕድሚኡን ትፅቢቱን ዝነበሮ ደረጃ ነዘንቱ ልብኻ ዝገላብጥ ጥበባዊ ትረኻ ዘለዎ ልቕሶ ካብ ሙሉእ ዓለም ኣዴታትና ጥራየን ዝኽእልኦ ሽምካ ንቕድሜኻ እየ ኣንታ ዘይበዓል እዋን እየ ሽምካ ንቕድሜኻ እየ ምስ በላ ጥራይ ኣብዚ ማእለያ ዘይብሉ ዘደንፁ ታሪኽን ሓቅን መዋት ኣሎ ኣይተመርዓወን ኣይዘመደን ኣይወለደን እዋን ዝበደሎ ከም መንእሰይ ክኸውን ዕድል ዘይረኸበ ዝተበደለ በፅሕሎ እንታይ ክትረክብ ብዱል ትብድል እየ ነዘይ ኣያኡ ኣያይሉ እንድዕቢካየ ኩሉ ደኣ ዘይንዓኻዩ ዝነበረ እዋይ ሓወይ ክልተ ግዜ ተቐፂየ ኣብዚ ኸዓ ዛንታ ወላዲ ሞዋትሎ ወላዲ ምእንቲ መፃኢ ውሉዱ ሕልሚ ዝቐተለ እዩ ነዘይ ኣያኡ ኣያይሉ እንድዕቢካ ኣብ ስደት ተመሳሲሉ ደቁ ካብ ናቱ ዝሓሸ መጻኢ ክህልዎም ዕድሚኡ ዘባኽን እዩ ኩሉ ዋጋ ህይወት ኣብ ስደት ከፊሉ ዘዕበዮ ውሉዱ ኣብቲ እተመነየሉ ከይበጽሐ ተኾሊፉ ወላዲ ኸኣ ክልተ ግዜ ተቐጺዑ ዕድሚኡን ዕድመ ውላዱን መልቀስ ኣብ ሕብረተሰብና ዓቢ ተራ ክጻወት ዝጸንሐን ዘሎን ንዘመናት ኣካል ሕብረተሰብ እዩ ዝነኣድ ቁጽሪ ወላ እኳ እያሃልዎም ክኢላታት እዚ ዓውዲ ዝጸሓፍዎን ዘዳለውዎን መጽናዕታዊ ጽሑፋትን መጻሕፍትን ኣለዉ መልቀስ ስነ ጥበብ እዩ መበገሲ ጽሑፈይ ካልእ ስለ ዝኾነን ብዛዕባ መልቀስን ታሪኻዊ ድሕረ ባይትኡን ዘለኒ ፍልጠት እውን ድሩት ስለ ዝኾነ ነዚ መልኪተ ዝህቦ ጭብጢ ሓበሬታ የሎን ኣብዚ ጽሑፍ ክኢላዊ ትንተና መልቀስ ኣይቀርብን ትዕዝብቲ ጸሓፊት ጥራይ እዩ ናብ ኣደራሽ ሓዘን ክንምለስ በፃሒ እናበዝሐ ከይዱ ሻህን ቡንን ኣፍሊሕና ክንቀባበል ትተሓጋገዘኒ ዝነበረት ኣባለት ስድራ ቤት ምስ ምምራር ብክያት ኮፍ ክትብል ምስ ቤተሰባ ዝሓሸ ስለ ዝነበረ ምኽኣል እውን ስለ ዝሰኣነት ደስ ዝብላ ክልተዋልት ተፅምበራኒ ድሓር እውን መንእሰያት ኣወዳት ስለ ዝመፁ ንሕና ነፍልሕ ንሳቶም ይዕድሉ መሰሳይ ውራይ ፅቡቕ ከኣልናዮ ውርዝይና ሕብረተሰብና ብዘይቀል ዓለም ከባብ ትረኣዩለይ ዝበዝሑ ናይ ሓጎስ ውራያት ኣብ እንዳ ሓዘን ዝያዳ ይረኣየካ እቲ ከፀናንዕ ዝመፅእ ሰብ ጥራይ ኢዱ ይመፅን እዩ ሰብ ቤት ምስ ኩነታቶም በፃሒኦም ከእንግድዉ ስለ ዝኸብድ ሕምባሻ፣ ቅጫ፣ ጸብሕን እንጀራን ሒዘሎም ብምምጻእ ጋሻኦም፣ መታሓዝንቶም፣ ደባሲኦም፣ ኣላይ ንብረቶምን መኻፍልቲ ሽግሮምን ይኸውን። ናህና ስለ ዝኾነ ኣዕዚዝና ዘይንሕበነሉ ጽባቐ እዩ። ብኹሪ ውላድ እዞም ስደተኛታት ስድራ ቤት ብድንገት ይዓሪፉ። ሓሚሙ ጸሚሙ ዘይብላ ኣብ ናይ ደቓይቕ ፍልልይ ናብ በኽያትን ዋይዋይታን ተቐይራ ቤቶም ወለዱ ልዕሊ ፍርቂ ካብ ዕድሚኦም ኣብ ስደት ዘሕለፉ እዮም ኣብፂሕና ደጊም ከም ዓለሙ ምስ በልዎ ተቖሪስዎም ኣብኣቶም ዘይረኣይዎ ተስፋ ኣብ ዕንቱ እናነበቡ ዓቕሞም ክእለቶምን ክብረቶምን ደፊኖም ንዅሉ እዚ ኣብ ውላዶም ንምርኣይ ዝኸርተቱ ስደተኛታት እዮም እቲ ዋይዋይታን መልቀስን እምበኣር ንመዋቲ ጥራይ ኣይነበረን። በጻሒ ኣባል ስድራ ቤትን ፈታውን ነነቲ ዝፈልጦ ህይወት እዚ ስድራ ከምኡውን ህይወቱ ተመሳሳሊ ስለ ዝኾነ ካልእ ሕልፈት ስደትን መጻእን እናስተንተነዩ ንገዛእ ርእሱ እውን ዝበኸየላ ነይሩ ኣብ ክሽነ ንብዓት ኣብ ኣደራሽ ተሓቋቒፍካ ንብዓት ኣብ ኣፍ ደጌ ኣብ ሰላምታን ስንብታን ንብዓት መሪር ሓዘን እዩ ነይሩ

እዚ ኸ ፍጹም ልዙብ ብዘይኮነ ኣዘራርባ ንኹልና እናጠመተ ሓተታ ናተይ እቲ ከዓ ናይ ውታእታ በልና መን እየን እንታይ ኮይነን ኣለዋ ዝመልእኽቶም ናይ ገጽ ምልክታት ንሓድሕድና ተለዋወጥና ክሽነ ወዚሉ ክረድኣ ዝመፃ መጥፋእቲ ሓዊ ከይንብለን ዝኾነ ፀገም ዘይብሉ ፅፉፍ ክሽነ እዩ ብምውዛሉ ከይንውንጀል ድማ ኣብ ሓደ ፀግዒ ብመፍልሒ ቡንን ሻህን ተሓጊዝና ንሰርሕ ብምንባርና ዝወዝል ምኽንያት ኣይነበረን መስተይን መብልዕን እውን ስራሕ ንምቅላል ብወረቐት እተሰርሐ ቢያትን ኩባያን እዩ እዘን ሰበይቲ መን እየን? ሰላም ኣይበላ ኣይተላለያ እቲ ዊለን ክንዲ ዝፈንፀግፀግ ምባለን ምርድኡ ከበደና ገፀን ፅዋግ እምበር ሓዘን ኣይኮነን ዝንበቦ ነይሩ ፅዋግእን ምስቲ ሓዘን ከይነተኣሳስሮ ዝሓረቓን ዝኾረያን እምበር ዝሓዘና ኣይመስላን ዝነበራ ብዝኾነ እሊ እሊ ኢልና ኣሕለፍናየን ሰይጣንን ክሳብ ስነፍሰለን ፅፅግዕና ሒዝና ክንርኤን ምስ ጀመርና ንኹሉ ልዒለን ኣንቢረን እዚ ዘይቦትኡ ተቐሚጡ እዚ ከምዚ ኮነን ክኸውን ዝነበሮ እናበላ መስርዕ ሕምባሻን ቅጫን ኣመዓራርየን ኣቆራርስኡ ሰቢኸን በይነን ክሰርሓ ምጀመራ ምስላ ጠበየን ተመሊሰን ከኣ ደው ኢልና ምርኣይና ከም ዘሕረቐንን ነጠፍጠፍ ክንብል ከም ዘለናን እናንጸርጸራ ነገራና ኣብ ውራያት ብዙሕ ተሳታፊት ኣይኮንኩን ዝርካበ ነተን ዝቑጽራ ዝኸድክወን ክንድዚ ናይ ዘናድድ ኣይኮነን እምበር ቀራናት ካብ ቦታት ክሽነ ከም ዘለዋ ዕሰብ ነይረ እየ ኣበርክቶአን ንምቅላል ዘይኮነ ናይ መብዛሕትአን ገንጨርጨር ማይ ቀጠነ እዩ ናይ ገሊአን ኣነየ ንዋና ውራይ ዝያዳ ዝብፅሖ ዘስምዕ ቱታ ክኸውን እንከሎ ናይ ገሊአን ኣነ ጥራየ ነዚ ስራሕ ፅቡቕ ገይረ ዝኽእሎ እዩ ናይ ገሊኤን ከኣ ስራሕ ምስኣን እዩ ዝኸውን ኣብ ሰደስ ሓዘን እዚኣ ግን ምስ ምረት እቲ ሓዘን ብፍሉይ ነዚታት ዝመስል ቆለይ ክተውፅእ ዕድል እትረክብ ሰበይትስ ኣይተፀብኹን ኣብ ክንዲዚ ዘመምራሮ ሓዘን ንትርከ ምርኪ ግዜ ዘለዎ ሰብ ክርኢ ዘባርር እዩ ምስ ነፍሲ ወከፍ ምዕዳል ሻሂ ንብዓትና ይውሕዝ እዩ ነይሩ ሓደ ነገር ግበራ ምስ በላና ዝቕፅል ዕዮና ስለ ዘይንፈልጦ ከይንሓተን እውን ገፀን ስለ ዘይድፈር ፀፀግዕና ሒዝና ደው በልና ክልተ ኣንስቲ ምዘን ሰበይቲ ክዕልላ ንክሽነ ምስ ኣተዋ ኣብ ክሽነ ምሳይ ዝወዓለት ኤልሳቤጥ ስብርባር ቋንቋ ትግርኛ ኣጓል ናባይ ቅርብ ኢላ እዞም ኣሰበይታት ጠባዮም ሕማቕ እዩ ትማሊ ምሸት ከማን ክንሰራሮ ዒልና ምስ መጻና ከምኡ እዮም ገይሮምና ዝሕግዞም ኣይፈትውን እዮም ንዕናይ ንግደፈሎም ክሽነ በለትኒ ጎራዙን ከም ዓለባ ይትርተራ ጓል ማእመን ከዓ ሳዕስዒት ተራእይዋ ድዩ ዝተባህለ እወ እዘን ሰበይቲ ውራይ ዚላየን ንዕናይ ደኣ ክኣበልክዋ ኤልሳቤጥ ጸባ ዝመስል ስና ንፍለማ ግዜ ክርእዮ ዕድል ሃበትኒ ኣበይ ከም ዘላ ተረዲእዋ ቅልጢፋ ኣፋ ብኢዳ እናሓበት እንታይ ልክየ ውራይዚላ ሓደ እዋን ኣብ መስመር ቴሌቭዥን ኤምቢሲ ፎር ብራይት ዚላስ ዝመጸዊዕኡ ናይ ኣሜሪካ ተኸታታሊ መደብ ይቐርብ ነይሩ እቲ መደብ ዕለት መርዐአን ዝሸባሸባ ጎራዙ ነቲ ውራይ ንምድላው ዘንፀባርቆ ባህርያት እዩ ከርኢ ዝፍትን እተን ካብ ንእስነተን ዝሓለምኦ ናይ መርዓ ኣገባብ ንምግባር ዝጓየያ ደቂ ኣንስትዮ ሕልመንን ኩሉ መደበንን ብስሩዕ ክኸደለን ዘካይድኦ ላዕልን ታሕትን ከቢድ ጸቕጢ ስለ ዝገብረለን ተነኻሲ ባህሪ ስለ ዘማዕብላ ነቲ ፊልም እናሰሓቕካን ተገረምካን ከም እትዕዘቦ ይገብር ኣብ ቀረበአን ንዘሎ ኩሉ ሰብ ወላ ሓገዝተን ብዘርእዮ ኣሸጋሪ ባህርያት ደድሕርቲ ኣብ ፊልምታት ኣሜሪካን ጃፓን ብብዝሒ ዘንፀባርቕ ንዳይኖሰር ዝመስል መርዕድ ዓርሞሽሻዊ ናይ ፊልም እንስሳ ጎድዚላ ብራይትዚላስ ማለት መርዓትዚላ ዝብል ቅፅል ጠቢቕወን ኣብቲ ካብ ሓቀኛ ፍጻሜ እተቐድሐ ተኸታታሊ ፊልም እትዕዘቦ ባህርያት እዘን ጎራዙ ፍሉይ እዩ። ኣብ ሓደ እዋን የንጸርጽራ፣ ብዘይጠቅም ነገር ይበኽያ፣ ምስ ስድራ ቤተን መሓዙተንን መጻምደንን ብደቀቕቲ ነገራት ይቋየቋ። ስምዒታተን ክቆያጸራ ከም ዝሽግራ ኢኻ ትርኢ። ኣነ ዝበልክዋ እንተዘይኮነት ፍሉይ ዝመለለይኡ ባህሪኤን እዩ። ካብቲ ነቀፍቲ ምዃነን እተላዕለ፣ ካብቲ ዝሓለንኦ ምድላዋት መርፍእ እንተወደቐት ድሕሪ ምፍንጃር ቦምባ እትጽበዮ ግብረ መልሲ የርእያ። ኣብ ውራያት ዓድና ዓይነት ውራይ ከይፈለያ ተነኻስ ባህሪ ዘርእያ ኣሕዋትና ውራይ ዚላታት ክሽነኸ እንታይ ኮን ይኸውን ምኽንያትን?